ሰላም ሰላም ሰላም ሰላም ክቡራት ኣሕዋት ምሳኻትኩም ዘለኹ ሕጂ እውን ሓውኹም ተስፎም እየ ካብ ጠቓሚ ሜድያ ቅድሚ ናብታ ርእስተይ ምዕላፈይ ኩላኻትኩም ኣዝኹም ኣዝኹም ጠቕምቲ ምዃንኩም እናኣዘኻኸርኩ ብዛዕባ ማስተር ማይንድ ትብል ቀዳመይቲ ክፋል ናይታ መፅሓፍ ማለት እዩ The power of your subconscious mind ትብል ብዛዕባያ ሒዘልኩም መጽየ ዘለኹ ኣጋሽ ተዳኸንኩም ሳብስክራይብ ትገብሩ ኖቲፊኬሽን ደወል ካሃጥቑዋ ነቲ ቀጻል ነውርዶ ቪድዮ ቀልጢፍኩም እንተ ክትረኽቦ የተባብዓኩም ሓሳባትኩም ፍሉይ ዝኾነ ርእቶ ተልይኩም ከዓ ኣብ ታሕቲ ክጽሕፉለይ የዘኻኽር ላይክ ሼር ምግባር ከዓ ኣይትረስዑ እናበልኩ ናብ ምዕራፍ ክልተ ክወዘኩም እየ How your mind works እዩ ዝብል ኣእምሮኻ ከመይ ዝሰርሕ ክልተ ዓይነት ኣእምሮ እዮም ዘለውና እቲ ሓደ ንቑሕ ኣእምሮ ይበሃል እቲ ሓደ ኣትሕቲ ንቑሕ ኣእምሮ ይበሃል እቲ ንቑሕ ኣእምሮ እቲ ቀፃሊ እንሓስቦ እቲ ቀፃሊ እንጥቀመሉ ብርድኢት ተረዲእና ማለት እዩ ብንቕሓት ነቒሕና እንጥቀመሉ ክፋል ናይ ኣእምሮና ንቑሕ ኣእምሮ ይበሃል እቲ ቀፃሊ እንሓስቦ እቲ ቀፃሊ እንብሎ እቲ ቀፃሊ ብንቕሓት እንብሎ ወይ ከኣ ነቒሕና ከለና እንብሎ ኩሉ ግዜ ከኣ ዘሪቑ ናብቲ ትሕተ ንቑሕ ኣእምሮና ይወርድ እሞ እቲ ትሕተ ንቑሕ ኣእምሮና ከኣ ነቲ ዝሰምዖ ነቲ ዝተቐበሎ ኩሉ ከተግብሮ ይጅምር ሓደ ባህሪ ናይ ትሕተ ንቑሕ ኣእምሮ ይብል ጆሴፍ መርፊ ማለት እዩ ቅኑዕ ድዩ ጌጋ ኢሉ ነቲ ዝመጽእ ሓሳባት ኣይመምን እዩ ኣይምርምርን እዩ ትሕተ ንቑሕ ኣእምሮ ብባህሪኡ እንታይ ዝገብር፣ ነቲ ካብ ንቑሕ ኣእምሮ ዝመጹ ሓሳባት ኩሉ ተቐቢሉ ከይመመየ፣ ከይመርመረ፣ ከይኣጻረየ ከም ዘለዎ ናብ ተግባራውነት ኣብቲ ዝግሁድ ዓለም ኣብቲ ዝረኣ ህይወትካ ከተግብሮ እዩ ዝፍትን ማለት እዩ። ስለዚ ሓንቲ ፕሪንሲፕል ወይ ቀዳመይቲ ፕሪንሲፕል ናይ ትሕተ ንቑሕ ኣእምሮ ይብል ጆሴፍ ሙርፊ ማለት እዩ፣ በቲ ንቑሕ ኣእምሮኻ ብዝመጽእ ሓሳባት ክትቅልሶን ክትቅይሮን ከም ትኽእል ምፍላጥ እዩ ማለት እዩ። ስለዚ ኩሉ ግዜ እቲ ንቑሕ ኣእምሮኻ ናይ ምምርማር፣ ናይ ምምማይ፣ ናይ ምጽራይ፣ ናይ ምፍታን ክእለት ስለ ዘለዎ እቲ ንቑሕ ኣእምሮና ይብል ጆሰፍ ፍርፊ ሓላዊ ደገ እዩ። እቲ ቅኑዕን ጌጋን መምዩ ነቲ ቅኑዕ ኩሉ ግዜ ነቲ ትሕቲ ንቑሕ ኣእምሮኻ ክህቦ ነቲ ጌጋ ነቲ ኣሉታዊ ነቲ ዘይጠቅም ነቲ ዘይሰጉመካ ከኣ መምዩ ካብቲ ትሕቲ ንቑሕ ኣእምሮኻ ናብኡ ንኸይከይድ ብ ክቃወሞን ክነጽጎን ክኣልዮን ከም ዘለዎ ይዛረብ ማለት እዩ። ጆሰፍ ቪርፍ ቐጺሉ እንታይ ይብል ካብ ንውለድ ጀሚርና ብዙሕ ኣሉታዊ ነገራት ኣብ ህይወትና ዝተዘርበ ኣሎ እዚ ብዙሕ ኣሉታዊ ነገራት ኣብ ህይወትካ ዝተዘርበ ከኣ ንሱ ሕጂ ምስ ዓቤኻ በጽሒ ምስ ኮንካ እኹል ሰብ ምስ ኮንካ በቲ ንእሽተይ ከለኻ እተሰማዒኻዮ ኣብነት ኣይትኽእልን ኢኻ፣ ንስኻ ኣይትጠቅምን ኢኻ፣ ንስኻ ከምዚ ኢኻ፣ እትፈልጦ ኣይኮነን ዘገድስ፣ ንመን ትፈልጥ እዩ ዘገድስ ዝብሉ ብዙሓት ኣሉታውያን ቃላት ወይ ሓሳባት ዝሰማዕና እዮም። ኣብ ንዕቁሕ ኣእምሮና ዝሰማዕና እዮም። ብንቑሕ ኣእምሮና ገይሮም ከኣ ናብ ትሕተ-ንቑሕ ዝኣተዉ ሕጂ ድማ ብህይወት ክንነብር ከለና ምስ ዓበና ምስ በጻሕና መበጽሒ ምስ ኮና ማለት እዩ ዘይጠቅም ኮይኑ ዝስምዓና ወይ ከኣ ዘይጠቅም ኮይና እንነብረሉ ዘለና ምኽንያት እቲ ንእሽተ ንኣሽቱ ከለና ዝሰማዕናዮ ብዙሕ ኣሉታዊ ነገራት ክኸውን ይኽእል ይብል ስለዚ ጀሴፍ ኑርፍ እንታይ ይብል ድሕሪት ተመሊስካ ብዙሕ ትሰምዕካዮም ሓሳባትን ቃላትን መርሚርካ ንኦም ከተፍርሶም ንኦም ክትቃወሞም ንኦም ደጊምካ ክትነጽጎም ኣንጻሮም ዝኾነ ብንቕሓት ተረዲእካ ኣንጻሮም ዝኾነ ሓሳባት ከተማዕብል እንተ ጀሚርካ ነቲ ትሕተ ንቑሕ ኣእምሮኻ በቲ ኣሉታዊ ጎኒ ተጸልዩ ዝጸንሐ ብእወታዊ ጎኒ ብሓደ ፖስቲቭ ዝኾነ ኣተሓሳስባን ኣካይዳን ከም ብሓድሽ ክትመልኦን ክትዕርዮን ትኽእል እሞ እቲ ከም ብሓድሽ ዘምጸኻዮ ንቑሕ ብንቑሕ ኣእምሮኻ ተረዲእካ ዝበልካዮ ነገራት ከኣ ትሕተ ንቑሕ ኣእምሮኻ ተቐቢሉ ናብ ክውንነት ናብ ግሁድ ዓለም ናይ ህይወትካ ከምጾ ይኽእል ይብል። ስለዚ ጆሴፍ ስሚርት እንታይ ይብል? ካልኦት ሰባት ኣብ ክንዳኻ ክሓስቡ ኣይትፍቀድ። ንስኻ ብዛዕባ ገዛእ ርእስኻ ባዕልኻ ክትሓስብ ኣለካ። ምናዳ ከም እኹል ሰብ ባዕልኻ ክትሓስብ፣ ባዕልኻ ክትመሚ፣ ባዕልኻ ክትምርምር፣ ባዕልኻ ከተጽንዕ፣ ሰባት ዝበሉኻ ሰሚዕኻ ከም ዘለዎ ክትቅበሎ ከም ዘይብልካ፣ ምናዳ ምናዳ ከኣ ኣሉታዊ ዝኾነ ሓሳባት ዝመጽእ ንስኻ እዚ ክትገብር ኣይትኽእልን ኢኻ፣ ንስኻ ኣብ ከምዚ ቦታ እዚ ክትሰርሕ ኣይግብኣካን እዩ፣ ንስኻ ኣብዚ ክትህሉ ኣይግብኣካን እዩ ዝብል ኣሉታዊ ሓሳባት ዝመጽእ ኩሉ ክትቅበሎ ከም ዘይብልካ ክትነጽጎ ከም ዘለካ ንስኻ ንባዕልኻ ባዕልኻ ክትውስነላ ከም ዘለካ ኣበየናይ ቦታ ክትህሉ ኣለካ ኣበየናይ ስራሕ ክትሰርሕ ኣለካ እንታይ ዓይነት ሰብ ክትኮን ኣለካ ከመይ ኣተሓሳስባ ክህልወካ ኣለዎ ባዕልኻ ባዕልኻ መርሚርካ ባዕልኻ ንዓኻ ዘዋጽኣካን ዝጠቕመካን ክትገብር ከም ዘለካ እዩ ዝዛረብ ማለት እዩ ስለዚ ጆሴፍ መሪፍ ቀጺሉ እንታይ ይብል እቲ ቀጻሊ ትሓስቦ ንህይወትካ ስለ ዝልክዖ ስለ ስለ ዝዕይሮ ስለ ስለ ዝቕልሶ ማለት እዩ እንታይ ይብል ንሱ ፖስቲቭ ዝኾነ ኣተሓስባ ኩሉ ግዜ ከተማዕብል ኣለካ ጥዕና ሃብቲ ብልጽግና ሓጎስ ፍቕሪ፣ ጥዑይ ዝምድና፣ ጥዑይ ዝኾነ ኣካይዳ፣ ጥዑይ ዝኾነ ህይወት ንኽህልወካ ቀጻሊ በእምሮኻ ጌርካ በቲ ንቑሕ ኣእምሮኻ ብዛዕባ እዚ ቀጻሊ ኣዕሚቕካ ወይ ከዓኒ ብምስልሳል ቀጻሊ ብዛዕባ ብምሕሳብ ነቲ ንቑሕ ኣእምሮኻ ነዚ ነገር እዚ ከም ዝኣምኑን ከም ዝቕበሎን ትገብሮ እሞ እዚ ንቑሕ ኣእምሮኻ ዝኣመኖን ዝተቐበሎን ቃል ዘሪቑ ናብቲ ትሕተ ንቑሕ ኣእምሮኻ ስለ ዝወርድ፣ እቲ ትሕተ ንቑሕ ኣእምሮኻ ኸኣ ነቲ ዝመጾ ሓሳባት ከም ዘለዎ ናብ ትግባረ ስለ ዘውዕሎ፣ ሃብ፣ ሓጎስ፣ ፍቕሪ፣ ጥዑይ ዝኾነ ዝምድና ኣብ ህይወትካ ክገሃድን ክትለማመድን ከምኡ ዓይነት ናብራ ክትነብርን ከኣ ንኽትጅምር ኣየጸግመካን ማለት እዩ። ካልእ ጆሰፍ መርፌ ኣብዚኣ ሓሳብ እዚኣ ተንኪፉ ዝዛረባ ንፍርሒ ብይኽእል እየ ዝብል ክንቃወሞ ከም ዘለና ኩሉ ግዜ ፊር ኦፍ ፌለር ኢሉ እዩ ዝዛረብ ንሱ ናይ ውጥቀት ፍርሒ ኩሉ ግዜ ንስኻ ትኽእል ምዃንካ እቲ ትሕቲ ንቑሕ ኣእምሮኻ ኣዝዩ ሓያል ምዃኑ ኣዝዩ ክእለት ከም ዘለዎ ንስኻ ከኣ ነዚ ነገር ተኣሚንካዮ ኣነ ይኽእል እየ፣ በቲ ኣብ ውሽጠይ ዘሎ ሓይሊ፣ በቲ ኣብ ውሽጠይ ዘሎ ተውህቦ፣ ኣነ እዚ ክገብር እኽእል እየ ዝብል ቀጻሊ እንተ ኣብ ህይወትካ ክትዛረቦን ክትሓስቦን ከተሰላስሎን ጀሚርካ፣ ን'Fear of Failure ንናይ ውድቀት ፍርሒ ክትስዕረሉ እትኽእል መንገዲ ኣነ ይኽእል እየ ዝብል ቀጻሊ ንእእምሮኻ ክትመልኦ ከም ዘለካ ይዛረብ። ምኽንያቱ ንእሽተይ ከለኻ ብዝተፈላለየ መንገዲ ከም ዘይትኽእል ወይ ከኣ ክትዕወት ከም ዘይትኽእል ብዙሕ ግዜ ሰሚዕካ ክትከውን ስለ ትኽእል ሕጂ ነዚ ብዙሕ ግዜ ዝሰማዕካዮ ብዙሕ ግዜ ይኽእል'የ በባ ንዓኻ ክትስዕሮ ትኽእል እናበለ ይዛረብ ማለት እዩ። ስለዚ ክቡራት ኣሕዋት ክሳብ ሕጂ ምሳይ ስለ ዝጸናሕኩም ኣዝየ የመስግነኩም። ቀጻሊ በቲ ዘለኒ ዓቕሚ ነዛ መጽሓፍ እዚኣ እናንበብኩ ተርጒመ ከውርደልኩም ወሲነ ኣለኹ ማለት እዩ። ምትብባዕኩም ኣይፈለየኒ እናበልኩ ሳብስክራይብ ምግባር ኣይትረስዑ፣ ሸር ምግባር ኣይትረስዑ። ንዓኹም ተጠጠቒሙኩም ንኻልኦት ሰባት ምእንቲ ክጠቕሞም ናብ ብዙሓት ንኽበጽሕ ሸር እናገበርኩም እትተባብዑኒ ዘለኹም ዩቲበርስን ተኸታተልቲ ናይዚ መደብ እዝን ምምስጋን ኣይረሳዕኹን ዘለኹ እናበልኩ ብኻልእ ምዕራፍ ክሳዕ ንራኸብ ንኹላትና ሰሰናዩ እናበልኩ ዝገድፈኩም ዘለኹ ሓውኹም ተስፋሜ ኣዚኹም ኣዚኹም ጠቐምቲ ኢኹም ባይ ባይ